ክትዛረቡ ዘይብልኩም ነገር ብምዝራብኩም ዝኽፈል ዋጋ ብጸጋ ተቐበልዎ፣ ምኽንያቱ ኩሉ ነገር ንሰባት ዝዝረብ ስለ ዘይኮነ። ንዕቀት ኮነ ክብሪ ምኽላእ ዝጅምሮ ካብዚ እዩ። ሰብ ክንዲ ዝኣክል ዋላ ፈታዊኹም ይኹን ዋላ ቀራቢኹም ይኹን ስለ ናትካትኩም ግን ክፈልጦ ዘይብሉ ናይ ህይወት ክፋላት ኣለዉ። ገደብ ዘይብሎም ምፍላጥ ናብ ዘየድሊ ንዕቀት ስለ ዘብጽሕ። ስለዚ እንታይ ንመን ይንገር ዝብል ምፍላጥ ዓብይና መፍቲ ሕቶ እዩ። ኩሉ ነገር ብምኽንያት ኣብ ዝኾነሉ ዓለም ውሽጢ ክልተ እዝኒ ሓደ መልሓስ ዝተዋህበና ንምንታይ ከም ዝኾነ ክንሓትት ኣይንጋገን። መልሱ እውን ግልፂ እዩ። ተፈጥሮ ባዕላ ብዙሕ ምድማፅ እና ንእሽተይ ምዝራብ ተበራታትዕ። ስለዚ ሎማዓንቲ ኩሉ ሰብ ስለ ናታትኩም ክፈልጦ ዘይግበኦ ግላዊ ሚስጥር ዝኾኑ ሸውዓተ ናይ ህይወት ክፋላት ክንዘራረብ ኢና። ሰናይ ልቢ እንተሃልይኩም ላይክ ብምግባር ጀምርዎ። ክሳብ ሕጂ ነዚ ቻናል ሓደሽቲ እንተኾይንኩም ከኣ ሳብስክራይብ ብምግባር ቤተሰብ ይኹኑ። ሰብ ኩሉ ድኻም ይህልዎ። እዚ ከኣ ንሰብ ተዛርዩ መፍትሒ ወይ ከኣ ፈውሲ ይረኽበሉ። ንሰብ ፈውሱ ሰብ እዩ ከም ዝበሃል ብምኽንያት እዩ። ይኹን ደኣ እምበር ኩሉ ነገር ንሰባት ኣይዝረብን። እዚ ማለት ኣፍ ዝተዋህበና መሪጽና ክንዛረብ እዩ ማለት እዩ። እዚ እንተዘይከውን ነይሩ ሰብ ተራእዩ ዝንበብ ግልጺ ፍጥረት ክኸውን ነይሩ። ስለ በዓልቶም ዝኾነ ነገር ከየቕረዩ ዝዛረቡ ሰባት ኣብ መወዳእታ ይጠዓሱ። ዝዛረብዎ በዘይ ምምራጾም ብዙሕ ዋጋ ክኸፍሉ ይርከቡ። ንስኻትኩም ግን እዚ ከይከውን ብህይወትኩም ውሽጢ ክትዛረቦም ዘይብልኩም ሸውዓተ ነገራት ንዘራረብ። እዞም ሸውዓተ ምኽርታት ኣልበርት እንስታይል ብህይወት እናሃለወ ንዝኾነ ሰብ ክትዛረቦም ዘይግባእኩም ሚስጥራት እዮም ክብል ተዛሪቡ ነይሩ። ሸውዓተ ንሰባት ብፍጹም ክትዛረቡ ዘይብልኩም ማእኸል ቀዳማይ ተዓወትቲ ዝኾንኩምሉ ሚስጥር ተዓወትቲ ዝኾንኩምሉ ሚስጥር ክትዛረቦም ዘይብልኩም እሱ ንባዕልኹም መፍትሒ ስለ ዝኾነ እዩ። ንፍዕነትኩም ኣርእዩ እምበር ኣይትዛረቡ። ምክንያቱ ሓይልታትኩም ጥንካሬኹም ፍልፍል ኣለዎ። ዝኾነ ጠንካራ ሰብ ከዓ ዘውድቖ ካሊእ ነገር ኣሎ። ናይ መፅሓፍ ቅዱስ ሳምሶም ጠንካራ ሰብ ነይሩ። ጥንካርኡ ይረኣ ነይሩ። ይኹን ደኣ እምበር ጥንካርኡ ብጸጉሩ ከም ዝኾነ ምስ ተዛረበ ሽዑ ጥንካርኡ ተመንጢሉ። ስለዚ ናይ ጥንካረኹም ፍልፍል ወይ ጥንካረኹም ኣይትዛረቡ። እዚ ንጸላእትኹም ናይ መጥቃዕቲ መንገዲ ምኽፋት እዩ። ከምኡ ውን ናይ ዓወትኩም ፍልፍላት ወይ ዕውታት ዝኾንኩምሉ መንገዲ ኣይትዛረቡ። እዚ ማለት ንኻልኦት ኣይተበራታትዑ፣ ኣይትሓግዙ ማለት ኣይኮነን። ነገር ግን ንዓው ዘብጽሕኩም እቶም ሚስጥራት ምዘራብ ግቡእ ኣይኮነን ወይ እዚ ናይ ባዕሉ ዝኾነ ቦታና ግዜ ክህልዎ እዩ። እስከ ተዓዘቡ ዝኾነ ሃፍታም ዝኾነ ዕዉት ሰብ ሓደ ብሓደ ኩሉ ኣይዛረብን ምኽንያቱ ንስኻትኩም ዕዉታት ዝኾንኩምሉ ካልኦት እውን እዚ ስለ ዘይፈለጡ እዮም። ሓደ ሓደ ግዜ ከም ዕዉትነቱና ትሕዝትኡ ይፈላለ ዋላ እንተኾነ ናይ ዓወት ምስጢር ግን ኣይዝረብን። ናይ ቢዝነስ እና ናይ ፈጠራ ስራሕ ምስጢራቶም ክሕሎ ይግባእ። ሓደ ሓቀኛ ታሪኽ ንውሰድ። ሓደ ሰብ ኣብ ዩኒቨርሲቲ ውሽጢ ገንዘብ ወይ ቅርሺ ይፅገም እሞ ቢዝነስ ንምስራሕ ይሓስብ። ካብኡ ምስ ብዙሕ ሓሳባት ላዕልን ታሕትን ደሓር ኣብ ሓደ ሓሳብ ይበፅሕ። እዚ ሓሳብ ቅድሚ ሕጂ እሱ ንርእሲ ሕማም ቅልል ዝበለ መድሓኒት ጎኒ ንጎኒ ከዓ ንእግሪ ሽታ መድሓኒት ከምዝኾን ካብ ሓደ ሰብ ዝሰምዖ እዩ። ካብኡ ብቐጻሊ መዓልቲ እታ መድሓኒት ገዚኡ ኤክስፐርመንት እንትገብራ እቲ ናይ ርእሲ ሕማም መድሓኒት ናይ እግሪ ሽታ መድሓኒት ኮይኑ ረኺብዎ። ካብኡ ብቐጻሊ እቲ መድሓኒት ገዚኡ ስራሕ ጀሚሩ። እቲ ስራሕ ግን እቲ ናይ ርእሲ ሕማም መድሓኒት እናገዝኤ እናጠሓነ ብኻሊእ ፌስታል ምዕሻግ ነይሩ። እዚ ናይ ዓወት ሚስጥር ምሕባእ ይበሃል። ካብኡ እዚ ሰብ ብእግሪ ሽታ መድሓኒት እናበለ ካብ ፋርማሲ ብሓሙሽተና ብዓሰርተ ዝገዝኦ መድሓኒት ብሓምሳና ብሚኢቲ ኣብቲ ትምህርቲ ቤት ምክፋል ጀሚሩ። እዚ ሰብ ዝደልዮ ስራሕ ሰሪሑ ዝደልዮ ገንዘብ ረኺቡ ካብቲ ስራሕ ወፂኡ መፅሓፍ ፅሒፉ ክሳብ ዝዛረብ ንዝኾነ ኣይተዛረበን ነይሩ። ብምንታይ ከም ዘምፅኦ ዘይተዛረበሉ ምኽንያት ንምርካቡ ቀሊል ስለ ዝኾነ እዩ። ናይ ባዕሉ ቢዝነስ ዝኾነሉ ብሕታዊ ምኽንያት እታ መድሓኒት ስለ ዘይፈለጥዋ እዩ። ስለዚ ኣብ ላዕሊ ከም ዝተዘራረብናሉ ዓወታት ከም ትሕዝትኦም ዋላ እንተተፈላለዩ ይኹን ደኣምበር ናይ ዓወታቶም ሚስጥር ናይ ዘሸነፍኩምሉ ሚስጥር ንሰባት ኣይትዛረቡ። ካልኣይ ሕማቅ ታሪኽኩም ካብ ዝኾነ ንላዕሊ ወዲ ሰብ ብሂወቱ ንቅድሚት ከይስጉም ካብ ዝሕዝዎ ነገራት ናይ መጀመርያ ብዝሓለፎ ታሪኽ ዝተጋገዮም ውሳነታት እና ዝተባላሸዎም ነገራት እዮም። ኩሉ ሰብ ንድሕሪት እንተሪኡ ክዝክሮ ዘይደሊ ሓደ ወይ ብዙሕ ናይ ምዕራፍ ሂወት ኣሎ። ይኹን ደኣ እምበር ሰባት እዚ ታሪኽ ብምጥዓስ ኮነ ወይ ቅልል ክብለለይ ብምባል ንዝረኸቦ ሰባት ኩሉ ክዛረቦ ኣይግባእን። እዚ ናታትኩም ታሪኽ ብምዃኑ ከከም ኣድላይነቱ በቲ ሞያ ብቕዓት ዘለዎም ሰባት ወይ መፍትሒ ይረኽበሉ እየ ካብ ዝበልኩሞ ወፃኢ ዝኾነ ሰብ ክፈልጦ ዘይግባእ ናይ ህይወትኩም ክፋል እዩ። ምኽንያቱ ዝሓለፈ ጌጋታትኩም ንሰባት ብምዝራብ ምንም ክትገብሩ ኣይትኽእሉን። እዚ ብምግባርኩም ወይ ብምዝራብኩም ናይ ሰባት ንዕቐትና ናታትኩም ብቕዓትና ክእለት ንምእማን ክሳብ ዝኸብደኩም ኣባ ከም ዘለዎም ኣረኣእያ የበላሽዎ። ናይ ዝሓለፈ ጌጋታትኩም ክትዛረቡ እንከለኹም ኩሉ ግዜ ብተቓራኒኡ ናይ ሓሜታ መድረኽ ከም እትኸፍቱ ዘለኹም ኣይትረስዑ። ኣብ ዝተዛረብኩምሉ ግዜ ብድሕሬኹም ስለ ናታትኩም ምሕማይ ይጅምሩ። ዘይኮንኩም መንነት ሂብኹም ካብኡ ንደሓር ብምጥርጣር ትረኣዩ። ንዓኻትኩም ዝነበሮም ፍቕሪ፣ ኣኽብሮት፣ እምነት ምስኣን ትጅምሩ። ካብኡ ኣብ እትገብርዎም ኩሉ ናይ ሕጂ ስራሕኹም ምስ ናይ ቀደም ማንነትኩም ብምትሓዝ ክፈርድኹም ይጅምሩ። ካብኡ ኣብ እትገብርዎም ኩሉ ናይ ሕጂ ስራሕኹም ምስ ናይ ቀደም መንነትኩም ብምትሕሓዝ ክፈርዱኹም ይጅምሩ። ንእሽተይ ጌጋኹም ምስ ናይ ሕሉፍኩም ምስ ሕማቕ ታሪኽኩም ብምትሕዋስ ካብ ምጥፋእ ምርኣይ ይጅምሩ። ምናልባት እውን ከጉልሉኹም ይኽእሉ። ካብ ዝኾነ ንላዕሊ ከኣ ተገዛእቲ ይገብሩኹም። ናይ ህይወትኩም ሪሞት ትህብዎም ኣለኹም ማለት እዩ። እዚ ሚስጥር ንሰባት ኣብ እትዛረብሉ ሰባት ከም ዝደለይዎ ከም መጋደዲ ክጥቀምሉ ይኽእሉ። ድልየታትኩም ትሕደጉ፣ ካብኡ ንደሓር ዘይምርድዳእ እንተተፈጢሩ ካብ ዝኣመንኩሞ ፈተውትኹም ንምፍላይ ይኸብደኩም፣ ከይተረዳእኩም ናይዚ ርክብ ደለይትና ጎይታይ እምበይተይ በሃልቲ ኮይንኩም ትርከቡ። ስለዚ ብዙሕ ናይ ህይወት ላዕልን ታሕትን ቅድሚ ምእታውኩም ዝሓለፈ ጌጋታትኩም ሕማቕ ታሪኽኩምን ንሰባት ኣይትዛረቡ፣ እዚ ንባዕልኹም ወኽኒ ቤት ስለዝኾነ። ሳልሳይ ንዝኾነ ክትዛረቦም ዘይብልኩም ማእኸል ኣታዊ እና ተቐማጢ ገንዘብ። ኣታዊኹም ክትዛረብሉ ዘይብልኩም ዋና ምኽንያት ንእትነግርዎ ሰብ ተፅዕኖ ስለ ዘሕድር እዩ። እዚ ብኽልተ መንገዲ ክንሪኦ ንኽእል። ዓብዪ ኣታዊና ንእሽተይ ኣታዊ ኢልና። ዓብዪ ኣታዊ ክህልወኩም እንተኾይኑ ኣብ ዝተዛረብኩምሉ ግዜ ዝፍጠር ብንእሽተይ ዋላ ይኹን ቅንኣት ክኾን ይኽእል። ቅንኢ ዋላ እንተዘይነበረ ግን ብዓብይኡ ምጅሃርኩም እና ኣታዊኹም ምኽንያት ብዙሕ ልቓሕ ትሕተቱ። ዋላ ይሃልኹም ኣታዊኹም ብምዝራብኩም ምኽንያት የብለይን እንተልኩም ብፍፁም ኣይትእመኑን። ብዙሕ ኣታዊ እንተሃልዩኩም ብዙሕ ድሌት እዚ ማለት እተእትውዎ ኣታዊ ብዝለዓለ ቁፅሪ እትደልዩዎ ዝሓቶ ወፃኢ ልዕል እናበለ ይኸይድ። እዚ ግን ሰብ ኣይርድኦን። ኣታዊኹም ምስ እትዛረቡ ካብ ዝኾነ ወፃኢ ናፃ ከምዝኾንኩም ገይሮም እዮም ዝርድእዎ። ስለዚ እቲ ገንዘብኩም እንታይ ክገብረሉ ይኽእል ብምባል ብናይ ባዕሎም ሸነኻት ይሪእዎ። እዚ ማለት ንዕዑ እንተዘይሂብኩሞ፣ ንዕዑ እንተዘይኣለቂሕኩሞ፣ ንዕዑ እንተዘይረዲእኩሞ ካብ ኩሉ ቦታ ኣይትሕግዙን፣ ኣይትህቡን፣ ናይ ካሊእ ናይ ህይወትኩም ሕቶ ንእሽቶ እዩ ኢሉ ምስ ናይ ባዕሉ ወፃኢ እዩ ዘነፃፅሮ። ስለዚ ኣታዊኹም ዓብዪ ይኹን ዋላ እንተተዛረብኩም ብዘየድሊ ልቓሕና ንዘየድሊ ዓይኒ ምእታው የሳጥሓኩም። ስለዚ ኣታዊኹም ልዑል እንተኾነ ካብኡ ሓሊፉ እንተለቂሕኩሞም ዋላ ልቑሖም ንምምላስ ድሉዋት ኣይኾኑን። ዋይ እንታይ ስኢኑ እዩ ስቕ ኢሉ እምበር። ዘለቃሕኹሞም ንዘይምምላስ ምኽንያት ይድርድሩ፣ ርክባትኩም ክሳብ ዝበላሾ ክበጽሕ ይኽእል። ሓልሓሊፉ ኸኣ ቅርሸይ ወይ ገንዘበይ ሃቡኒ እንተልኩም፣ እዋይ እንታይ'ዩ ስኢኑ እዚ'ከ ሃረፍረፍ ዝብል ዘሎ ብምባል ልክዕ ከም ሃርጋፍ ይቖጽሩኹም። ብኻልእ መልክዕ ትሑት ኣታዊ እንተኾይኑ ኸኣ ንኣሽሙር፣ ንሓሜትን ንንዕቀትን ክትቃልዑ ዘይተርፍ'ዩ። ኣብ ትመርሕዎ ቤተሰብ'ውን ስግኣት ትፈጥሩ። ካብ ማንም ብላዕሊ ብዝነገርኩሞም ሰባት ንዓኹም ዝነበሮም ቦታ ክብሪ ይቕንስ። ብናታትኩም ምሽክዕላል ምቕላድ ይጅምሩ። ኣብ ዓለምና ሕቡእ ወይ ስዉር መተሓዳደሪ ገንዘብ እዩ። ሰብ ዝፈትወካን ዝኸተለካን ገንዘብካ እንተሃልዩካ ጥራይ እዩ። ኣብዚ ሕጂ ሰዓት ገንዘብ ካብ ኩሉ በሊጹ እናተራእየ እዩ። ትሑት ኣታዊኹም እንተተዛሪብኩም ንሓሜትን ንንዕቐትን ትጋለጹ። ብተወሳኺ እምነትኩም ትስእኑ። እዚ ማለት ተጸጊምኩም እኳ ገንዘብ ልቓሕ እንተ ሓቲትኩም ንምልቃሕ ፍቓደኛታት ኣይኾኑን፣ ምኽንያቱ ነቲ ገንዘብ ኣይምልሶን ኢሎም ስለ ዝሓስቡ። ስለዚ ንዝኾነ ሰብ ስለ ኣታዊኹም ኣይትዛረቡ። እዚ ከምኡ ኢሉ እንከሎ ስለ ተቐማጢ ገንዘብ እውን ኣይትዛረቡ፣ ምኽንያቱ ንቤተሰብኩም ድሕንነት እና ስግኣት ከም ዝኾነ ፍለጡ። ሰባት ብገንዘብ መጠን ዋጋ ስለ ዘውጽኡ፣ ንባዕልኹም እናገመትኩም ከም ዝኾንኩም ተረድኡ። ስለዚ ኣይትዛረቡ ኣታዊኹም እና ናይ ገንዘብኩም በዝሒ ክሳብ ዘይተዛረብኩም ሰባት ብዘየፍልጦም ናታትኩም ሂወት እናገመቱ እናኽብርኹም ይቕፅሉ ነገር ግን ናይ ገንዘብኩም ኣታዊ እና በዝሒ ኣብ ዝተዛረብኩምሉ ብተመሳሳሊ ዋጋኹም እናታተዛረብኩም ከምዝኾንኩም ተረድኡ እሞ ንባዕልኹም ካብ ከምዚ ዓይነት ንዕቐት እና ንኣሽሙርነት ከምኡ ሓሊፉ እውን ንሓሜት ዘቃልዐኩም ነገር ኣይትእተዉ። ራብዓይ መን ፈታዊኹም መን ፀላኢኹም እዚ ብጣዕሚ ኣስጋእና ከብድ ሓበረታ እዩ ንስካትኩም ዝኮንኩም ኣቦ ናታትኩም ኣካባቢ እዩ ኣካባቢኩም ህልውናኩም እዩ ትክክለኛ ፈተውቲ ኩሉ ግዜ ዘይፍለጡ ክኮኑ ኣለዎም ናይ ፀላእትኩም ዋና ዓላማ ኣብ ቅድሜኩም ወይ ኣብ ቀረባኩም ዘለው ሰባት ስለ ዝኮኑ እዮም ኣስተውዒልኩም ራኣዩ ሰረቅትና ገንዘብ ተቀበልቲ ዝዓግትዎም ሰባት ኩሉ ግዜ ዕለምኦም ኣይኮነን ዕላማኦም በቲ ዝተዓገተ ሰብ ጽቡቕ ፈታውና ወይ ቅርርብ ዘለዎም ሰባት ነቲ ዝተዓገተ ሰብ ክብል ዝኾነ ይኹን ዓይነት መስዋእቲ ዝኸፍል ሰብ እምበር ስለዚ ንዓኻትኩም ንምጉዳእ ወይ ከኣ ንምጥቃዕ ዓብይ መንገዲ እትፈትውዎ ምሕዳግ እዩ እትፈትውዎ ምጥላፍ እዩ ኣቲ ሰብ ስለ ናታትኩም ብቑዕ ሓበሬታ ክረክብ ስለ ዝኽእል ስለዚ ኩሉሻዕ ፈተውትኹም ንሰባት ኣይትዛረቡ እትፈትውዎም ኣብ ልብኹም ሓልውዎም ምስጢር ግበርዎም። ብተወሳኺ ፀላእትኹም እውን ስለ ፀላእትኹም እንተተዛሪብኩም ኣብ ካሊእ ቦታ ዘሎ ፀላኢኹም ምስ ፀላኢኹም ይሓብሩ። ንመን ከም ትፈርሑ ንመን ከም ትኣምኑ ክትዛረቡ እንክለኹም ናይ ባዕልኹም ድሕንነት እናሰኣንኩም ትኸዱ። ፀላእትኹም ኣብ ተመሳሳሊ ድሌት ዘራኽቦም ድልድል ትፈጥሩ። ምናልባት እውን ፀላእትኹም ነንባዕሎም እንተዘይተፋላጡ ናይ ፀላኢ ፀላኢ እዩ ፈታዊ እዩ ከም ዝበሃል ናታትኩም ፀላእቲ ብምዃኖም ጥራይ ስለዝኾኑ ነንባዕሎም ይስማዕምዑ እዮም። ስለዚ ንሕድሕድ ሰብ ኣብ ናትኩም ዘለዎም ቦታ ንሰባት ብግልፂ ኣይትዛረቡ። ፈተውትኹምን ፀላእትኹምን ኣብ ልብኹም ሓዙ፣ ኣይትዛረቡ። ሓምሻይ ብፍፁም ንሰባት ክንዛረቦም ዘይግበአና ውሽጢ ራእይኹም ራእይኹም ንኻልኦት ኣይተካፍሉ፣ ኣይትዛረቡ። ናይ ብሓቂ እንተኾይኑ ራእይ ንስብ እዩ። ብውሽጥኹም እዚ ድሌት እንተሓዲሩ ንሰባት ብቕልጡፍ ወይ ብምህዋኽ ንሰባት ኣይትዛረቡ። ምኽንያቱ ንስኻትኩም እትርእይዎ ብትኽክል ንዕዖም ክረኣዮም ስለዘይኽእል እዩ። ምኽንያቱ ራእይ እንተኾይኑ እዚ ናትካትኩም ጥራይ እዩ። እዚ ዝርዳእኩም ዝወሃበኩም ናታትኩም ስለዝኾነ ብናታትኩም ልክዕ ካሊእ ሰብ ዝረኣዮ ራእይ የለን። እዚ ብውሽጥኹም ቅድሚ ሓዘን ምፍጣሩ ኣይርደኣንን ቅድሚ ምባልኩም ራእኹም ንሰባት ኣይትዘርዝሩ ኣይተካፍሉ። ሓደ ዓብዪ ነገር ሓበረታ ወይ እንተተገሊጹልኩም ኣብ ልብኹም ምጽናሕ ተለማመዱ። ባዕሉ ንዝግለጸሉ ብኣካል ቅርጺ ተትሕዙሉ መዓልቲ ስለ ዘሎ ሽዑ ብዝረኣየኩም ልክዕ ምርኣይ ጅምሩ። ክሳብ ሽዑ ግን ክረኣዮም ከም ዘይክእል ፍለጡ። እትሓስብዎ ናይ ቆልዑ ጸወታ ገይሮም ቅድሚ ምርኣዮም ንስኻትኩም ንዓኣቶም ሰሚዕኹም ናይ ብሓቂ ዓሸ'የ ድየ? እንታይ ኮይነ እየ ከምዚ ዝሓሰብኩ ቅድሚ ምባልኩም ነቲ ነገር ብዝኣመንኩምሉ ልክዕ ኣካል ክሳብ ዝገብር ናብ ተግባር እተዉ እምበር በቲ ነገር ንሰባት ንምእማን ኣይትድከሙ። እስቲ ሕሰብዎ ብመጀመርያ ሰብ ብሰማይ ምብራር ዝብል ሓሳብ ዝመፀሉ ሰብ ብመሓዙቱ ብማሕበረሰብ ኣዉሮፑላን ቅድሚ ምስርሑ ብሓሳብ ክርዳእ እንተመኪሩ እንታይ ክፍጠር ከም ዝኽእል ተረድኡ። ራእይ ራእይ ዝኾነሉ ምኽንያት ኩሉ ሰብ ምርኣይ በዘይምኽኣሉ እዩ። ስለ ዘይረኣኹም ንዝኾነ ኣይትዛረቡ። ካልኣይ ምኽንያት ከኣ ከይስረቕ እሞ ብሓሳባትኩም ምንም ከይተሰርሐ ክበበል ዛሊፉ ከይጠፍ እዩ። ራኢ ብናይ በዓል ዋና ራኢ እንተዘይኮይኑ ዘይተራእዮም ስእሊ ንምስኣል ስለ ዝጽዕሩ ነገሩ ምልክት እምበር ብትኽክል ሓሳብ ምውራድ ኣይኽእሉን። ስለዚ በዓል ራኢ እንተኾንኩም ነቲ ነገር ክሳብ መወዳእታ ምብጻሕ ራእታትኩም ኣብ ልብኹም ሓልውዎም። እዚ ማለት መሃዙት ኣይትግበሩ። ሓደ መንገዲ ብሓደ ንምኻድ ሰባት ኣይተቕርቡ ማለተይ ዘይኮነስ እቲ ዋና ምስሊ ወይ ስእሊ ወይ ራእይ ካብ ምርኣይ እናተጓዓዝኩም ዘለኹም መንገዲ ዘድልየኩም ኣብ ቀረባ እዋን ክትገብርዎ ዝደለኹም ነገራት ሓብርዎም። ክገብሩ እንተደሊኹሞም ሰባት ወይ ክርድኡኹም እንተደሊኹሞም ሰባት ጥራይ እናዘራረብኩም ግዝያዊ መፍትሒ እናሓተትኩም ተጓዓዙ። ንስኻትኩም እትጓዓዝዎ ነዊሕ መንግዲ ዋላ እንተኾነ ንዓኣቶም ግን ኣብዚ ሕጂ ክረኦም ዝኽእል ክርድኦም ዝኽእል ንእሽተይ ነገራት ጥራይ እናሓተትኩም ሓገዝ እናሓተትኩም ተጋዕዙ። እዚ እዩ ናይ በዓል ዋና ራኢ መንገዲ እቲ ዋና ስእሊ ዝኾነ ሰብ ክርደኣልኩም ክሕግዘኩም ስለ ዘይኽእል ስለዚ ራኢኹም ናይ ግሊ ሚስጥር ግበርዎ። ሻድሻይ፣ ስለ ሰባት ኣይትዛረቡ፣ እዚ ብተለምዶ ሓሜታ እንብሎ እዩ። ንስኻትኩም ምሕማይ ኣይትፈትዉን፣ ስለ ናትካትኩም ክለዓል ኣይትደልዩን፣ እንታይ ደኣ ስለ ካልእ ሰብ ተዕልሉ። መንደቕ እንትደፍኢኹሞ ብተመሳሳሊ ሓይሊ ንባዕልኹም ይደፍኣኩም። እዚ ኣክሽን ሪኣክሽን ፎርስ ይበሃል። ህይወት እውን ከምዚ እዩ። ንስኻትኩም ብናይ ካልኦት ሓሜታ ብዝተሳተፍኩሞ ቁጽሪ ስለ ናታትኩም ዝዕለል ዕላል ኣድማሱ እናሰፍሐ ይኸይድ። ኣብ መሬት ዘውጸኹሞ ኢነርጂ ውጽኢት ትረኽቡ። ግዜኹም ስለ ሰባት እናዕለልኩም ግዜኹም ኣይተጥፍኡ። ዓርክኻ ወይ መሓዛኻ እንትሕመ ንዓይ እውን ኢልካ ስማዕ ከም ዝበሃል ንስኻ ንሰባት እንተትሓሚ ዝሰምዑ ሰባት ንዓኣቶም ከም ተሓምዮም ምሕሳቦም ወይ ምግማቶም ዘይተርፍ እዩ። ደሞ ሓቆም እዮም ስለዚ ሓሜታ ስለ ሰባት ምዕላልን ደው ኣብሉ ዝኮነ ዓይነት ናይ ሰባት ጌጋ ኣብ ቅድሚ ካሊእ ሰብ ተዳፊዕኩም የሕሊፍኩም ኣይትሃቡ ናይ ሰባት ሚስጥር ብምሽፋን ልብኩም ኣስፍሑ እዚ ንዓካትኩም ኣብ ሰባት ጽቡቅ ተኣማንነት ተፈታውነት ክህልወኩም ይገብር ስለዚ ብዝኾነ ይኹን ኩነታት ስለ ሰባት ኣይትዛረቡ፣ ምስኡ ኣተሓሒዝና ከኣ ስለ ቤተሰብኩም ምስ ስድራኹም እውን ኣይትዛረቡ። ምስ ቤተሰብ እናነበርኩም ክትኮኑ ትኽእሉ ወይ ናይ ባዕልኹም ስድራ ዝመስረትኩም ክትኮኑ ትኽእሉ። እና ናይ ቤተሰብ ምስጢር ብናይ ደገ ወጻኢ ሰብ ምስጢር ኣውጺእኹም ኣይትዛረቡ። ኣብ ቤተሰብ ዝተፈጥረ ዝኾነ ይኹን ጉዳይ ዝምልከቶም ቤተሰብ ጥራይ እዮም። እዚ ዝፍጠር ኣብ ገዛኹም ጥራይ ኣይኮነን፣ ኣብ ኩሉ ቤተሰብ ዘሕልፎ ብዙሕ ጸገማት ኣሎ። ንእሽተይ ጭቕጭቕ፣ ንእሽተይ ክርክራት ክፍጠሩ ይኽእሉ። እዚ ዘይስምዕምዓኩም ኮነ ሓሓሊፉ ከኣ ዘይምርድዳእ ክህሉ ይኽእል። ይኹን ደኣ እምበር ኣብዚ ግዜ እዚ ኑካል ምፍጣር የብልኩምን። ንዝኾነ ዓይነት ፍርዲ መሓዛ ወይ ካልኦት ሰባት ኣይተእትዉ። ዓባይ መርከብ ብንእሽተይ ኑካል ማይ ኣብዚሒ ምስ ኣትዋ በዚ ምኽንያት ክትጥሕል ትኽእል እያ። ብተወሳኺ ሓደ ሓደ ግዜ ካብ ባእስና ጎይቋ ወጻኢ ቤተሰብ ዝሕልፎ ናይ ገንዘብ፣ ናይ ሕማም ወይ ናይ ዝተፈላለዩ ጸገማት ኣሕሊፍኩም ኣይትሃቡ። ምስ ዝኾነ ኣይትዛተዩሉ፣ ቤተሰብኩም ኣብ ሓደጋ ኣይትደርብዩ። ቤተሰብ ብናታትኩም ምኽንያት ድኽመቱ ተተፈሊጡ ንምሕፋር፣ ንምግላል፣ ውሽጢ ክኣቱ ኣይግባእን እዚ ክትገብሩ ክኣ ካብ መጀመርኡ ናይ ቤተሰብ ሚስጥር ናታትኩም ውን ስለዝኾነ እዩ። ነገር ግን ናታትኩም ጥራይ ግን ኣይኮነን። ስለዚ ምዝራብ ዋላ እንተተደልየ ናይ ቤተሰብ ናይ ግሊ ውሽጢ ኣብ ግምት ብምእታው ብምምኽኻር ዝፍቀድ ነገር ከም ዝኾነ ኣይትረስዑ። እንተዘይኮኑ ከም ናይ ባዕልኹም ጥራይ ሚስጢር በቢበትኡ እናተዛረብኩም ንፀላእቲ ሰፊሕ በሪ ትኸፍቱ። ናይ ቤተሰብኩም ድሕንነት ኣብ ሓደጋ ትድርብዎ ኣለኹም። ስለዚ ናይ ቤተሰብኩም ሚስጢር ዝኾነ ክፈልጥ የብሉን። እዚ ናይ ግሊ ጉዳይ ስለዝኾነ። ብተወሳኺ ንዓኻትኩም ቀራቢኹም እና ተኣማኒ ሰብ ኣብ ካብ ቤተሰብኩም ንላዕሊ ቀብራቢኹም ዝኾነ ነገር የለን። ስለዚ ኣብ ሓሜታ ክትሳተፉ የብልኩምን ስለ ቤተሰብኩም ውን ንሰባት ዘርዚርኩም ክትዛረቡ የብልኩምን። ሻውዓይ እና ናይ መወዳእታ ናይ መጻኢ መደብኩም ወዲ ሰብ ናይ መጻኢ ብዓይኑ ሕሊና ብምስኣል ዝለዓለ ዓቕሚ ኣለዎ። እዚ ኢሜጂነሽን ከኣ ናብ መደብ እና ናብ መጻኢ ብዙሕ ክትሓስብ ይገብር። እዚ ብውሽጥኹም ፍሉይ ስምዒት ይፈጥር። ካብኡ ተዛረቡ ተወዛረቡ ዝብል ስምዒት ብውሽጥኹም ይፍጠር። ስለዚ ናይ ወዲ ሰብ ተፈጥሮ ሓድሽ ሓሳብ እና ናይ መጻኢ ዕላማ ንሰባት ምዝራብ ጥልቂ ድልየት የሕድሮ። እዚ ግን ክልተ ጉድኣት ኣለዎ። እቲ ሓደ ኣኣምሮና ዝጥቀመሉ ሜላ እንትኸውን፣ ካልኣይ ከኣ ናይ ሰባት ምብዝሑ ዝፍጠር ስምዒት እዩ። እቲ ቀዳማይ ኣእምሮና ዝጥቀመሉ ስምዒት እንትንብል ኣእምሮ ብዝተገበረ ነገር ክገብር ብዝተሓሰበ ማእኸል ዝፍለዮ ብዝስመዐና ናይ ዕቤት ስምዒት ጥራይ ምዃኑ እዩ። እዚ ማለት እቲ ነገር ቅድሚ ምግባሩ ናይ ዕቤት ስምዒት እንትረክብ ከምዝተገብረ ገይሩ ምሕሳብ ጠባይ ኣለዎ። ነዚ ዝተገብረ ነገር ድፍኢትና ሓይሊ እናጎደሎ ይመፅእ በዚ ምኽንያት ዝዓለሞ ከይገበረ ንሕና እውን ዝሓሰብናዮ ዘይገበርና ንተርፍ ማለት እዩ። ሰብ ዕላምኡ እና ናይ መፃኢ መደባቱ ንሰባት ብምዝራብ ዕርፍቲ ይስምዖ። ክዛረቦ ዘገድድ ኢነርጂ እዚ እዩ። ስለዚ ምስ ተዛረብኩም ኣብ ውሽጥኹም ጭንቀት ተተንፍሱ ማለት ዕርፍቲ ትረኽቡ ኣእምሮኹም ከዓ ነቲ ነገር ከም ተተግበረ ከም ዝኾነ ምቑፃር ይጅምር። ስለዚ ነዚ ተግባር ዘምፅኦ ዝነበረ ኢነርጂ ናይ ሓይሊ ድፍኢት ይቐትሎ ወይ ደው የብሎ መብዛሕቲና በዚ ምኽንያት እንደልዮ ነገር ከይገበርና ተሪፍና ኢና ትልሚ ነውጽእ ግን ኣይነተግብሮን ምኽንያቱ ንሰባት ብምዝራብና ምኽንያት ኢነርጂ ስለ ዝወጽእ እዩ ስለዚ ትልምና ንሰባት ክንዛረብ የብልናን ትልምና ንሰባት ምዝራብ ዘይብልና ቀዳማይ ምኽንያት እዚ እንትኾን ካልኣይ ከኣ ብምዝራብና ምኽንያት እንሕድሮ ኣብቲ ሰብ ስምዒት እዩ ሰብ ክንዲ ዝኣክል ጥዑይ ዋላ እንተኾነ ምውድዳሩ ዘይተርፍ እዩ ብዝተዋዳደሮም ነገር ከባራታትዐኩም ከድንቐኩም ይኽእል። ብተጻራሪኡ ግን ኣብ ህይወትኩም ውሽጢ ዝኾነ ተጽዕኖ ይፍጠረልኩም። እዚ ማለት ኣብ ንባዕልኹም ምስትኽኻላት የዋዳድረኩም። ንስኻትኩም ንምጉባዝ፣ ንስኻትኩም ንምልዋጥ፣ ንስኻትኩም ብዙሕ ነገር ንምፍጣር ኣብ ዝሓሰብኩሞ ልክዕ ናታቶም ስንፈት ተርእዎም ማለት እዩ። ስለዚ ሰባት ከኣ ስንፈቶም ሕመቆም ዝነግሮም ወይ ከኣ ንዕዖም ንምንኣስ ዝነግሮም ሰባት ኣይደልዩን ስለዚ ምሳኻትኩም ብቁሞት ምልኻዕ ምውድዳር ይጅምሩ ስለዚ ቅንኣት ይፈጥረሎም ቅንኣት ከኣ ሕማቅን ጽቡቅን ክኾን ይኽእል እዩ ንዓኻትኩም መንገዲ ምስኻዕን ዕንቅፋትን ክኾን ይኽእል እምነትን ቃልን ሓይሊ ኣለዎም። እዚ ማለት እቶም ሰባት ኣባኻትኩም ቅንኣት ከየስዕቡልኩም ቃል እንትወጽእ ወይ ከኣ ከየስዕቡልኩም ክኣምኑ ይኽእሉ እዮም። እዚ ብተዘዋዋሪ ኣባኻትኩም ተጽዕኖ ምሕዳሩ ዘይተርፍ እዩ። ንሳቶም ናታትኩም ውድቀት ዝምነዩና፣ ዝፈኻኸሩ ከምኡ'ውን ሓሳባትኩም ዝሰርቁ ኣብ ዓብዪ ታሕትን ላዕልን ክትወድቁ ትኽእሉ። ስለዚ ናታቶም ኢነርጂ ንዓኻትኩም ተለዓዓልነት ከጥፍእ ይኽእል። ሕድሕድ ግዜም ኣይኾንን ኣይሳኻዕን ተስፋ ቆረጽቲ ኩነታት ከእትውኹም ይኽእሉ። ስለዚ ብፍጹም ናይ መጻኢ ትልምታትኩም ስቕ ኢልኩም ኣይትዛረቡ። ኣብ ልብኹም ውሽቲ ምሓዝና ምጽናሕ ተለማመዱ። ሕጂ ዘዕለልናዮ ናይ መጻኢ መደባትኩም ነጊርኩም ስለ ናታትኩም ከም ሕማቕ ክሓስብልኩም ስለ ዝኽእሉ ሰባት እዩ። ነገር ግን ኩሉ ሰብ ከምዚ እዩ ምባል ኣይኮነን ትኽክለኛ ንዓኻትኩም ጽቡቕ ዝምነ፣ ዝሕግዝኹም፣ ምሳኹም ደው ዝብል፣ ዘየዋዳድረኩም ክህሉ ይኽእል ነገር ግን ምስ እዘይኣቶም ዓይነት ሰባት ከኣ ንፍርዲ ወይ እቲ ነገር ንእሽተይ ጸኒሕኹም እንተጌርኩሞ ክትሓፍሩና ብዘገበርኩሞ ነገር ህይወትኩም ዘበላሽዎ ነገራት እንታይ እንታይ ምዃኖም እስከ ገምቱ። ካብዞም ኣብ ታሕቲ እንዘራረበሎም ሓሙሽተ ነገራት ክንደይ ረኺብኩም ትፈልጡ ምእንታን ቅድሚ እዛ ቪድዮ ምጅማርኩም ይኾኑ እዮም ዝበልኩሞም ኣትሊስት ሰለስተ ጸሓፉ። ታራ ሰባት ብሉጻት ሰባት ዝበጽሑ ክበጽሑን ዝነብርዎ ናብራ ክነብሩን ይምነዩ። ይኹን ደኣ እምበር ብሉጻት ሰባት ዝኽፍልዎ መስዋእቲ፣ ዘሕልፍዎ መሰናኽላት ክኸፍሉ ኣይደልዩን እዮም። መዓት ቆጺርካ ዘይውዳእ መመኽነያታታት የቕርቡ። እንተጸየቕኩዎኸ? እንተበላሸኹዎኸ? ሰባት እንተሰሓቑንኸ? እንተወደቕኩኸ? መስሓቕ ሸራፋት እንተኾንኩኸ? ወዘተ እናበሉ ይመኽኑዩ። ንቕድሚት ከይትስጉሙ፣ ሓድሽ ነገር ከይትጅምሩ ልክዕ ከም ወኽኒ ወይ ከኣ ንድሕሪት ከም ሽንቲ ጊመል ዝጎተኩም እንተሃለወ ዓርስኻ ምጥርጣርን ፍርሕን እዩ። ሰላም ፍትዋተይ ነዚ ቪድዮ ላይክ ብምግባር ጀምርዎ መብዛሕትኹም ከዓ ሳብስክራይብ ከይገበርኩም ኹም ትርእዩ ብዘየፍልጦ ክኾን ይኽእል እዩ ሳብስክራይብ ብምግባር ነዚ መሃራይ ቻናል ምትብባዕኹም ኣይፈለ እምበኣር ከስ ህይወትኩም ዘበላሽዎ ዘሎ ሃደሽደሽ ዘብሎን ዘሎን ቀዳማይ ዓርስኻ ምጥርጣር ንድሕሪት ከም ሽንቲ ጊመል ዝጎትተኩም ዘሎ ዓርስኻ ምጥርጣርን ፍርሕን እዩ። ዓቕምኻ ምጥርጣር፣ ዓርስኻ ምጥርጣር፣ ነብስኹም ኣትሒትኩም ምርኣይ፣ ኣነ ኣይረብሕን እየ፣ ኣነ ኣይጠቅምን እየ፣ ኣነ ዋጋ የብለይን፣ ብላሽ እየ፣ ሰባት ኣይደልዩንን፣ ሳክት መቋጽርቲ ከም ዝኾንኩም ይስማዓኩም ዶ? ምናልባት እውን ኣነ ድዩ ክኾነለይ ብምንታይ ዕድለይ ንዓይ ሰብ ረኺቦም ድዮም ክቕበሉኒ ንዓይ ሰብ ቆጺሮም ክሰምዑኒ መወዳእትኡ ከዓ ኣነ ሰብ ምስሉ እዩ እኳ እየ እናበልኩም ነዛ ነብስኹም ኣብዚሕኹም ተወቕስዋ ተፍክስዋ ኣትሒትኩም ከዓ ትግምትዋ ትኾኑ ይኹን ደኣ እምበር እመኑኒ ካብቲ ትግምትዎን ትሓስብዎን ንላዕሊ ዓቕምን ክእለትን ኣለኩም ዓቕምኹም ኣይፈለጥኩምን ማለት ዓቕሚ የብልኩምን ማለት ኣይኮነን ስለዚ ዓቕምኹም ክትጠራጠሩ ከለኹም ብቑዓት ከምዘይኮንኩም ክስማዓኩም ከሎ ኣብ ትበጽሖ ከም ዘይብልኩም ክስምዓኩም እንከሎ፣ ብዙሕ ነገራት ከም ዝተርፈኩም ክስምዓኩም እንከሎ፣ ካልኦትን ነቲ ኣብ ውሽጥኹም ዝስምዓኩም ምጥርጣርን ፍርሕን ብእምነት ኣወግድዎ። ንኣእምሮኹም ከም ትኽእሉ፣ ዓቕሚ ከም ዘለኩም ንገርዎ። ኣእምሮኹም ከኣ ክቕበለኩም እዩ። ካልኣይ፣ ህይወትና ካብ ዘበላሸዎን ዘፍርስዎን ነገራት ስምዒታዊ ምዃን። ብመጀመርታ ስምዒት ካብ ባዕልና እዩ ዝመፅእ ናትና እዩ ስለዚ ስምዒትኩም ኣይትቃወምዎ ተቐበልዎ ንምንታይ እየ ዝሓርቕ ዝኹሪ ኢልኩም ኣይትሕረቑ ንምንታይ ይሓርቕ ኢልኩም ብካልኣይ ስምዒትኩም ኣይትረበሹ ስምዒት ተፈጥሮ እዩ ኩሉ ሰብ ይሓርቕ ይባሳጮ እዩ ስምዒትኩም ክትቃፃፀርዎ ከተመሓደርዎ እምበር ብፍፁም ከምዘየለ ወይ ዜሮ ወይ ባዶ ክትገብርዎ ኣይትኽእሉን ኢኹም ስምዒት ግዝያዊ ትኽክልነት እዩ፣ ዋላ እኳ ኣብታ ትሓርቁላ ሰዓት ንስኻትኩም ልክዕ ክትኮኑ ትኽእሉ ኢኹም። እቲ ጸገም ግን ሰባት ዘይርድኡኻ ይኾኑ። ስለዚ ክትሓርቁ፣ ክትጉንፍሉ፣ ክትቃጸሉ እንከለኹም ዝገንፈለ ጀበና ብመጀመርታ ንመን እዩ ዘባላሹ? ንባዕሉ እዩ ዝረስሕን ዝብክዕን። እቲ ምንታይሲ እቲ ዝገንፈለ ናይ ቡና ዓፍራ ከመይ ግጽብጽብ ኣርስሕስሕ ከምዘብሎ ተዓዘብዎ። ልክዕ ከምዚ ከኣ እቲ ስምዒታዊ ኮይንኩም እትገብርዎ ነገራት ተመሊሱ ንዓኹም ከባላሽወኩም እዩ፣ ከርስሐኩም እዩ። ሓደ ሓደ ዓበይቲ ወለዲ ስምዒትን ጥይትን ተመሳሰልቲ እዮም ይብሉ። እዚ ማለት ጥይት ኣብ መውዓሊኡ እንተዘይውዒልካዮ ጸገሙ ብዙሕ እዩ፣ ከምኡ'ውን ኣብ ሓደጋ ክትወድቁ ትኽእሉ ኢኹም። እምበኣርከስ መስልካ እንታይ ኣምጻኻ እዩ እሞ፣ ልክዕ ከምዚ ስምዒታዊ ምዃን ከኣ ብመገዛ ጥይትካ ናብ ባዕልኻ ምትኳስ ማለት እዩ። ስለዚ ከኣ ጥይትኩም ከም እትቆጻጸርዎ ኩሉ ስምዒትኩም'ውን ተቆጻጸርዎ። ስምዒትኩም ባዕልኹም ተጠቐምሉ እምበር ንሱ ክጥቀመልኩም ዕድል ኣይትሃብዎ። ስምዒትኩም ንስኻትኩም ተቋጻጸርዎ እምበር ስምዒትኩም ክቋጻጸረልኩም ኣይትፍቀድሉ። እዚ ብምትግባር ህይወትኩም ካብ ምብልሻው ኣድሕኑ። ሳልሳይ ህይወትና ካብ ዘበላሽዎ ዘለዎ ነገራት ጽባሕ ክገብሮ እየ ምባል። ጽባሕ ጽባሕ ምባል ናይ መብዛሕቲና ዓብዪ ሕማም እዩ። ሓደ ነገር ክንጅምር ንሓስብ፣ ትልሚ ነውጽሞ፣ ጽባሕ ክገብሮ እየ፣ ድሕሪ ጽባሕ ድሕሪኡ ቀፃሊ ሰሙን ኣብታ ትመፅእ ዘላ ወርሒ በቃ ድሕሪ ሓድሽ ዓመት ደሓን እስከ እዚ ኩነታት ይረጋጋእ እሞ ድሕሪኡ ነገራት ተሓዋዊሶም እዮም ዘለዉ እሞ ሓዲኡ የፍልጡ እናበልና ናብ ተግባር ኣይንኣቱን። ክንመራመር፣ ክንፈላሰፍ፣ እስከ ቁሩብ ፍልጠት ክንእክብ፣ እስከ ቁሩብ ገንዘብ ከነዋህልል፣ ፍልጠት ምእካብ፣ ገንዘብ ምውህላል ኣይጽላእን እዩ፣ ግን ከኣ ዕድመ ልክዕካ ኣብ ምድላው ተሕልፎ እንተኾይንካ እቲ ነገር ካሊእ መልክዕ ይሕዝ ኣሎ ማለት እዩ። ብሔረሰብኩም ዘትርፈኩም ዘሎ ዓቕሚ ወይ ገንዘብ ወይ ካሊእ ስኢንኩም ኣይኮንኩም እንታይ ደኣ እንተኢልኩም ድፍረት ስኢንኩም እዩ ስለዚ እቲ ክትገብርዎ ትደልዩ ሕጂ ግበርዎ እንተኸሰርኩኸ እንተወደቕኩኸ እንተባላሸኽዎኸ ሰባት እንተሰሓቕኑኸ ወዘት ኣይትበሉ ግዲ የብልኩም እቲ እንኮ ተዓብሉ መንገዲ በዚ መንገዲ እዩ እስከ ሰባት ስሕቕ ዊዕሎም ስሕቕ ይሕደሩ እንታይ እዮም ከምፁ ውደቑ ግንከ ወደቕና ኢልኩም ምትሳእ ኣይትሕመቑ፣ ተጋገዩ ግንከ ካብ ጌጋኹም ተምሃሩ። ውደቑ ኣባላሽዉ ጸይቑ ግናኸ ካብ ጽባሕን ድሕር ጽባሕ ድሕሪኡ ካብ ምባል ካብ ጌጋኹም ካብ ውድቀትኩም እናተምሃርኩም ሓደ መዓልቲ ኣብታ ትደልይዋ ቦታ ክትበጽሑ ኢኹም። ግን ግን ከምዚ ከይትገብሩ ፐርፌክት ምስ ኮንኩ እየ ዝጅምር ኩሉ ዘድልየኒ ምስ ኣማላእኹ እየ ዝጅምር እትብሉ እንተኾይንኩም እመኑኒ ሓደ ነገር ከይገበርኩም ዕድሜኹም ቀዲሙኩም ጉያ ክጅምር እዩ። ኣብቲ መንጎ ጉያ ከዓ ዕድመ ይውዳዩ። ስምዒትኩም ኣምፅዎ እምበር ኣይትፀበይዎ። ስምዒትኩም እንታይ ይብለኩም ናብ ተግባር ክትኣትዉ ኣይደልየኩምን እዩ። ስምዒት ለውጢ ኣይደልን እዩ። ኣብቲ ዝነበርናዮ ምቹ ቦታ ክነብር እዩ ዝደሊ። ቀስ ኢልካ ትገብሮ፣ ፅባሕ ድሕሪ ፅባሕ ትገብሮ፣ ግዜ ኣለካ ተርክበሉ እንዲኻ ይብለኩም። እቲ ዝገርም ከዓ ግዜ ምስ ሓለፈ እንታይ ድዩ ዝብለኩም ሕጂ ደኣ ረፊዱ እንድዩ፣ ሕጂ ደኣ ሞስዩ እንድዩ፣ ሕጂ ደኣ ከመይ ኣብልካ ዕድመኻ ከይዱ ክንድዩ ኣቐዲምካ ጀሚርካ ከትኸውን ብመናእስካ እምበር ሕጂ ደኣ ሮማይ እንዳበለ ናይ ጣዕሳን ሓሳባትን ስምዒት የምፀልኩም ብመጀመርታ ተርክበሉ እኮ እኻ ገና እንዲ ዘሎ ይብለካ ድሕሪ እቲ ግዜ ምስ ከደ ከዓ ሞሲ እንድዩ ረፊዱ እንድዩ ይብለኩም ስለዚ ከዓ ንስምዒትኩም ትፅበዩ እንትኾንኩም መወዳእታኹም ከምዚ እዩ ክኸውን ስለዚ እቲ ሎሚ እቲ ሕጂ ክትገብሮ ዘለካ ዋላ ይባላሾ ይጸብቕ ብዘየገድስ ሎሚ ግበርዎ ጽባሕ እትገብሮ ከኣ ጽባሕ ግበርዎ እቲ ካባኹም ዝጽበ ነገር ግበሩ ሰጋእ መጋእ ኣይትበሉ ምናልባት ሓደ ሓደ ነገራት ከምቲ ንደልዮ ዘይክኾኑ ይኽእሉ እዮም ኩነታት ዘይክጠዓሙ ክኾኑ ይኽእሉ ግናኸ እቲ ካባኹም ዝጽበ ብውሕዱ እንተጌርኩሞ ኣይትናስሑን ኣይትጠዓሱን ኢኹም ሕስብ ኣብልዎ እሞ ሓደ መዓልቲ ኣናውሕኹም ማለት 24 ሰዓት ኣባኺንኩም ኣለኹም ማለት እዩ ከምኡ ከምኡ ብዝተወሰኸ ከዓ ዕድሜና ናብ ኣፍ ሞት እናቐረበ ከም ዝኾነ ክንርዳእ ኣለና። ስለዚ ከዓ እቲ ክትገብርዎ ዘለኩም ኣብ እዋኑ ኣብ ሰዓቱ ግበሩ። ናይ ተግባር ሰባት ኩኑ። እዚ መበል ሳልሳይ ህይወትና ዘበላሽዎ ነገራት ሓደ እዩ። ራብዓይ ህይወትና ዘበላሽዎ ዘለዉ ነገራት ነብስና ምስ ካልኦት ሰባት ምውድዳር እዩ። ኣብዚ ሕጂ እዋን መብዛሕተና ሰባት እንተተዓዚብኩም ነብስና ምስ ካልኦት ሰባት ከነዋዳድርና ንውዕል ንሓድር። ኩሉ ሰብ ኣብ ውድድር ኣብ ንሕንሕ እዩ ተጸሚዱ ዘሎ። በቃ ምስ ኣዝማዱ ይወዳደር፣ ምስ ደቂ ሓውቡ ይወዳደር፣ ምስ ጎረባብቱ ይወዳደር፣ ምስ መሳርሕቱ ይወዳደር፣ ምስ መትዓቢቱ ይወዳደር፣ ምስ መሓዙቱ፣ ምስ መማህርቱ በቲ በለ በቲ መብዛሕትኡ ሰብ ኣብ ውድድር ዝተመስረተ ናብራ እዩ ዝነብር ዘሎ። ውድድር ኣይጽላእን ኣብ ሰናይ ኣብ ጽቡቕ ነገር ዝተመሰረተ እንተኾይኑ ይኹን ደኣ እምበር ኣብ ሕድስድና ኣብ ቅንኢ ኣብ ክፍኣት ዝተመስረተ ውድድር እንተኾይኑ እዩ እቲ ዓብዪ ጸገም ዝኾነ ሰብ ኣብ ጽቡቕ ብርኪ በፂሑ ክትሪኦ እንከለኹም ነብስኹም ምስኡ ተወዳድሮ ከም ትኽእሉ ርግፅ እዩ ይኹን ደኣ እምበር እቲ ሰብ ኣብኡ ንኽበፅሕ ንሱ ዝሓለፎ ጸገም ንሱ ዝሓለፎ መከራ ንሱ ዝሓለፎ ፈተናታት ግን በቲ ንሱ ዝሓለፎ መገዲ ዝሓለፎ ጸገም መከራን ክትሓልፉ ኣይትደልዩን ኢኹም። ብዙሓት ናይ ጥንቲ ፈላስፋታት ከምዚ ዝበሃል ኣበሃህላ ኣለዎም። ታራ ሰባት ብሉጻት ሰባት ዝነብርዎ ናብራ ክነብሩ ይደልዩ፣ እቲ ጸገም ግና ብሉጻት ሰባት ዝኸፍልዎ መስዋእቲ ክኸፍሉ ኣይደልዩን እዮም ይብሉ። ልክዕ እዩ፣ ነቲ ሽልማት ነቲ ውጽኢት ይደልዎ እዮም። ነቲ ውጽኢት ነቲ ሽልማት ክመጽእ ዝተኸፍለ ዋጋ ግን ክሕልፍዎ ኣይደልዩን እዮም። ስለዚ ከዓ ውድድርኩም ምስቲ ዝረኸቦ ውፅኢት ምስቲ ዝረኸቦ ሽልማት ዘይኮነስ ምስቲ ዘሕለፈዎ ፀገምን መከራን ምስቲ ዘሕለፈዎ ቻለንጅታት እዩ ክኸውን ዘለዎ ውድድርኩም። ብዓብዩ ከዓ ጥዕና ዘለዎ ውድድር ምስ ባዕልኹም ግበሩ። ምስ ሕሉፍኩም ተወዳደሩ፣ ምስ ናይ ትማልኹም ተወዳደሩ፣ ምስ ባዕልኹም ተወዳደሩ። ትማሊ ኣበይ ኔርኩም ሎሚ ኣበይ ኣለኹም ጽባሕኸ ናበይ ትጓዓዙ ኣለኹም እቲ እንኮ ጥዕና ዘለዎ መወዳእታ ዘይብሉ ውድድር ምስ ነብስኻ ዝግበር ውድድር እዩ ስለዚ ምስ ሰባት ገዲፍኩም ምስ ነብስኹም ምስ ባዕልኹም ተወዳደሩ እዚ ራብዓይ ካብ ህይወትና ዘበላሽው ዘለዎ ነገራት ሓደ እዩ ሓምሻይን ናይ መወዳእታን ህይወትና ካብ ዘበላሽዎ ነገራት ወልፊ እዩ ቅድሚ ናብ ዝርዝር ምእታውና ግና ወልፊ ክበሃል እንከሎ መጀመርታ ናብ ኣእምሮና ውትፍ ዝበለና ሽጋራ፣ ጫት፣ ሓሸሽ፣ መስተ፣ ቁማር ዶ ሓቂ ይመፅኡልና? ይኹን ደኣ እምበር እዚኣቶም ጥራይ ኣይኮኑን ወልፍታት ዝበሃሉ። ኩሉ ግዜ እቲ ብደመነፍሳዊ ኣእምሮና ደጋጊምና እንገብሮ ኩሉ ወልፊ እዩ። ምጉያቕ መገዛ ርእሱ ወልፊ እዩ። ምሕማይ እውን ወልፊ እዩ። ትኸዶ ትውዕሎ እትረኾም ሰባት ዘይምምስጋን ምምራር ንባዕሉ እዚኦም ኩሎም ወልፍታት እዮም። ስለዚ ወልፊ ኣወንታውን ኣለታውን ኢልና ኣና ክንፈልዮም ንኽእል። እስከ ሓንቲ ሕቶ ክሓተኩም፣ ኣብዚ ሕጂ ሰዓት ዝዓበየ ወልፊ እንታይ ይመስለኩም? ኣይሰሓትኩሞን ኢኹም። ሶሻል መድያ ዶ ኢልኩም? እወ ሶሻል መድያ ካብ ወልፊ ሓሊፉ ኣብ ዝተሓሳስብ ጉዳይ እዩ በጺሑ ዘሎ። ኣብዚ ሰዓት ኣብ ሶሻል መድያ ተጸሚድና እንውዕል ሰባት ዶ ንበዝሕ ካብ ሶሻል መድያ ወጻኢ? በቃ ኣብ ቲክቶክ፣ ኢንስታግራም፣ ፌስቡክ፣ ዩቱብ ተሸኺልና ህይወትና ከነባኽን ግዜና ከነባኽን ንውዕል ዘለና ኢና። ነዚ እዩ እውን ኣብ ኣተሓሳሰቢ ጉዳይ በፅሑ ዝበሃል። ስለዚ ኣብ ሶሻል መድያ ተተኺልና ንውዕል ሰባት ግዜና ነጥፍእ ጥራሕ ከይመስለኩም። ህይወትናን ዕድልናትናን ከይተረፈ ምስ እዮም ሃደሽደሽ ዝብሉና ዘለዉ። ድሕሪ ግዜ በቃ ግዜ ሓሊፉ ዓኺ ዓመት ነጊዱ ኣሻብ እዩ ዓዓ ክንብል ወይ እዛ ዓመት ዝኾነ ከይተጠቐምኩላ፣ ከይተቐየርኩ፣ ከይተለወጥኩ እናበልና ምምራር ይኾን ስራሕና። ስለዚ ኣይትርኣዩ ኣይትከታተሉ ኣይኮነን ገደብ ግበርሉ። ከምኡ ከዓ እቶም ትከታተልዎም ናይ ሶሻል ሚድያ ፕላትፎርም ውሑዳትን ፅሩያትን ፅፉፋትን ክኾኑ ይግባእ። ንዓና ንህይወትና ኣገደስትን ጠቐምትን መሃርትን ዝኾኑ ንከታተል። እዚ ዓሰስ ገሰስ ምእካብ ኣገደሲ ኣይኮነን፣ ካብ ጥቕሙ ጉድኣት ይበዝሕ። ስለዚ እቶም ኣሉታዊ ወልፍታት ብኣወንታዊ ወልፍታት ንተካኦም። እቶም የዕነውቲ ኣፍረስቲ ወልፍታት ብሃነጽቲ ወልፍታት ይተካእዮም። ስፖርት ናይ ምስራሕ ወልፊ ይሃልኹም፣ መጽሓፍ ናይ ምንባብ ወልፊ ይሃልኹም፣ ጸሎት ናይ ምግባር ወልፊ ይሃልኹም፣ ምስ ስድራኹም፣ ምስ ዓበይቲ ኣሕዋትኩም፣ ምስ ደቅኹም ኢህን ሚህን ናይ ምባል ወልፊ ይሃልኹም። እዚ እንተ ጌርና ኣወንታዊ ነገራት ናይ በዝሕ ካብ ኣሉታዊ ማለት እዩ። ካብዘን ሓምሽተ ንህይወትና ዘበላሽዎ ነገራት ብዝያዳ ዝፈትኹማን ዝተማሃርኩምላን ኣብ ኮማንት ሓብሩልና። ሜላዶስ ኔሬ ቻው ቻው ጠጥዑሙ ንኹሉ ሰብ ዓለም።